ሰላም ሰላም ተኸታተልቲ ኣድነቅቲ ፈተውቲ ሮሳ ቪድዮ ፕሮዳክሽን ያው ብሰብሑ ብንግሑ ለማናይ ከሓረ ዶ መፅኩም ኣይሓራኻ እንዲኻ
ሓራኻ እንዲኻ ዳ ከይትብሉና ናይ ዳዊት እምበር እንታይ ክብለኩም ደልየ ጋይስ ኣዝየ ተሓጒሰ ዘለኹ መደበይ ካብ ሎሚ ስሩዕ ገይረ ኣለኹ ስሩዕ ዘግብሮ ምክንያት ከዓ እንታይ ምስሉ ዓሰርተ ሽሕ ብምእታዋ ቻነልና ማለት እዩ እዞም ዓሰርተ ሽሕ ቪው ኣትዮምልና ዘለዉ ፖስተርና ቀይርና ካቨር ፖስተር ናይ ሓይሊ ኣብ ሓውና ኣዝየ ኣዝየ ኣዝየ ደስ ኢልኒ ማለት እዩ ሶ ኣይ ሆፕ ሎሚ ጌና ሓደ ኢልናና ንጅምር ዘለና ዓሰርተ ከይ ብምእታዋ ደስ ኢልና እዛ ፖስተር እዚኣ ማለት እዩ ስለዚ ካብ ሎሚ ዕማምና ጀሚርና ኣለና ዓሰርተ ከይ ኣይ ሆፕ ፅባሕ ዕስራ ሽሕ እንድሕር ኣትያ ወይ ካልእ ቪድዮና ዕስራ ሽሕ እንድሕር ኣትዩ ከዓ ሓደ ሴብ ወሲኽና ኣለና እንዳበልና ክንመፀኩም ኢና ንግዚኡ ግን ናይዛ ወርሒ እዚኣ ይኹን ናይዛ ዓመት እዚኣ ይኹን ብዓሰርተ ሽሕ እከይ ጀሚርና ኣለና ማለት እዩ ሶ እንታይ ክብለኩም ደለየ ጋይስ እንዳሰተና ብልነሽነሽ ተኾነ ከምዚ ናይ ሓይልኣብ ሓውና ዝረኣኹሞ ኣዝዩ ፅቡቕ ዝኾነ ስራሕ ሒዝና ንኽንመፀኩም ናትኩም ደገፍ ናትኩም ሞራል ከድልየና እዩ። እቶም ከምዚ ናይ ሓይልኣብ ሓውና ክረኣየልኩም ወይ ከዓኒ ኣድቨርቲ ክግበረልኩም ምስ እትደልዩ ከዓ ወይ ዝኾነ ዓይነት ፕሮሞት ክንገብረልኩም ምስ እትደልዩ ካሜራይ ወልዊለ ናይ ሞባይለይ ካሜራ ወልዊለ ብኹሉ ነገር ብቑዕ ኮይነ ኣብ ክልተ ሽሕን ዕስራን ሽዱሽተን ብሓድሽ ስራሕ መፂኤኩም ስለ ዘለኹም በዚ ብታሕቲ ዘሎ ቴለፎን ደዊልኩም ክትረኽቡን ትኽእሉ ኢኹም። ምድዋል ቁሩብ ቴለፎን ደጨነቐኩም ወይ ቴለፎነይ ምርዳእ ዳኣበየኩም ከዓ ኢንቦክስ ክትፅሕፉለይ ትኽእሉ ኢኹም። ስለዚ ብሩኽ መዓልቲ ይግበረልና ንኹላትና ኣብ ዘለናዮ ሰላምን ጥዕናን። ብምቕፃል ከዓ ናይ እዚኣ ናይ ሓይሊ ኣብ ሓውና ቪድዮ ፅቡቕ እንተኸይዳ ፓርትቱ ኣብ ስቱድዮ ከይደ ክስእልያ ኢለኩም ነይረ። ፓርት ቱ ተጸበዩኒ ግዴታ ስትድዮ ኬድና ክንስእሎ ኢና ነገር ትረኻ ኣብ ግምት እንዳእተኹም ማለት እዩ ካልእ ዝኾነ ዓይነት ትብልዎ ሃናጺ ዝኾነ ኮመንታትኩም ወይ ርእይቶታትኩም ከኣ ኣብ ቦታ ኮመንት ክትጽሕፉለይ ትኽእሉ ኢኹም። ሰላምን ጥዕናን ንዓኹም። ጠጥዑሙ።